ውሽጥኻ ዝጎድእ እዩና ትርሎ እሞ ዘይ ሰንሰለት ብዘዩ ጦርን ዝውዕሎ ሃይ ሃይ ሰላም ሰላም ኣሕዋተይ ከመይ ኢኻትኩም ድሕና ድኻትኩም ናይ ፀሃይ ጎራያ ቤተሰብ ተኸታተልቲ ብምልእኹም ሰላም ድኹም ኣነ ድሓና እግዚኣብሔር ይመስገን እምበኣይ ስነ ልማዕንቲ ኣገዳስቲ ብዲያ ሕዝየ ድምፀኹና እስካብ መጨረሻ ሰምዕኹም ኣብ ኮሜንት ሓሳውኹም ኣስተያየትኩም ትውኒ ብትሕትና ይሓትት ማለት እዩ ያው ናኹልና ሓሳብ ናኹልና ጭንቂ ስለ ዝኾነ እንግዲህ በላይ ዘነበ ሓውና ደይፈልጥ የለይ ደቂ ራያ ከየንቲ እቶም ቀዳሙን ከየንቲ እቶም ግዜ ደይስዕሮም እቶም ግዜ ደይብርዞም ቀዳሙን ከየንቲ እነሆ ድትውሃሉ ሓደ በላይ ዘነበ ሓውና ኢና ምስሊ መንገሻ ረድኢ ድስራዕ ማለት እዩ እና ሃምስር ለኹሞ ብዙሕ ዓመታት ኣብ ሰንሰለት ተቆርኑ ይድዑ ኣሎ ሰኣን ሰብ ሰኣን ዓብዪ ሓኪም ቤት ሰኣን ዓብዪ መድሓንትካ ግኒ ሽል መፈረጅ ኮይኑ ብማዕደር እለናዮ እና ናዚ ሓውና ንእሽተይ ክብል ደልየ ማለት እዩ ኣጋጣሚ እዞም ኣሕዋተይ ኣብዛ ድንዮ ኣብዛ ምስሊ እግዚኣብሄር ይሃቦም መጀመርያ ድኣቶም ከመስግን ይደሊ ብኣታቶም ምክንያት እየ ልማዓንቲ ገድሰ ድመፃኹና ኣጋጣሚ መርዓ ነውሩ

ነኽራይ ትመርዓዩ ኮይኖም ርእዮሞ ማለት እዩ ድሕሮ ግን ርእዮም ለ ያው ሃምቲ ሰብ ንእሽተ ይሃው ብዙሕ ይሃብ ዳ ካሜራ ህንዲ ዝህብና ንህና ሃም ዝህብና ንህና ውሎም ተይኮነይ እቲ ቅርሺ ድክዳንካ ድኾን ውሎም ብውሽጡ ኣብሎም ድሕሮ ግን ካልእ ሰብ ሃም ድረዶ ኣምታይ ኮነታት ሃም ድንሆ ቪድዮ ቃርፆም ዳ ሚድያ ዘርግሖሞ ማለት እዩ ድሑር ኣብ ኮሜንት ላበይ ኸደ ተቀድሞ ቅርሺ ላበይ ኸደ ድትረዳ ምክንያቱ ኣካውንት ለጥፎም እዮም ዞም ኣሕዋትና ኩሉ ሻዕ እና በላይ ዝና ኣካውንት ደይትለጠፍ ኣይውዕሊ ቢያንስ ኣብ ዓመት ሰለስተ ኣርባዕተ ግዜ ሓውና በላይ ዝና ንሓግዝ ላትበሃለ ንሓፍቱ ኮሜንት ንሓፍቱ ኣካውንት ላትበሃለ ይልጠፍ ኢና ኩሉ ግዜ ንርእየና ድዚ ሰብ ለልደ ይሓዝነሉ የለ በእውነት በቃ ምስቲ ብጣዕሚ ትፈታዩ ምዃኑ ምስቲ ደርፍታቱ ሰምዕኻ ደይምንዮ ምዃኑ ብዙሕ ደረጋ እዩ ድፈትየና ሓገዛት ላትገበረ መፅኡ ማለት እዩ ግን ለለተሓግዙ እቲ ገንዘብ ምሕጋዙ ድኣ ኣብ ምንታይ ውዕሉ ውሉ ድጥየቕ ሰብ ዋላ ሓንቲ የለይ ማለት እዩና እምበኣይ ብዝና ለማ ዕንቲ ኣጋጣሚ ገብረ ርእሰይ ስለ ዳልዐልኩ ያው በላይ ዘነበ ሓውና ቅድሚ ሕዚ ትፈልጥዎ ኢኹም በላይ ዘኒባ ሃምስተር ኣለኹሞ መልክዑ እዚኡ ነብሩ ማለት እዩ ስሞይ ድሓር ዳዚ ተቐይሩ ትርኢ ኣለኹሞ ማለት እዩ ኣብ መጀመርያ ግዜ ድረአናያ ያው በላይ ዘኒባ ሓሙ ክበሃል ንሰምዕ ደኣም ኣሸኩት ሃምዚ ምዃኑ ኣይፈለጥናዮ ይነብርና ኣብ ሶሻል ሚድያ እንድዒ ክልተ ዓመት ደገብረ ተሪት ሰሓቶ ቅድሚ ዓመት ማለት እዩ እና ማሂ ሓፍትና ማሂጃኖ ኣላማጣ ዓዳለ ስለ ዝኾነ ኣብ ኣዲስ ኣበባ ትንሃይ እቲ ዕፅዋይ ክባይ ሓልፉስ ድሕሩ ተኻፍቱስ ሰብ ለዓድላ ከደት እንሆ ማለት እዩ እና ብዙሕ ዓመት ተቐምጣ ማሂሌ ላብ ኣዲስ ኣበባ ብትዕፅዋይ ክባይ ድዓደይ ከዱ ኣለኹና ምድሪ ዓደይ እንዳሓር ገፀደይ ድመጀመርያ ድመን ክርእዮ ትደልዩ ድመን ክርእዮ ድመን ክርእዮ ኣለኹም ብላ ኣብ ፔጃ ትፅሕፍና ካብኡ ድበላይ ዘነበ ድብል ለኖሩ ብዙሕ ነገር ልድብል ኖሩ እሳ ልለ ከይዳ ድበላይ ዘነበ ርእያቶ ማለት እዩ ከም ረየቶ ኣብ ሰንሰለት ሃም ዝወድቁ ስለ ድነበረ ካብኡ ምስ ቤተሰብ ትጋንያ ዳብ ሚድያ ሶሻል ሚድያ ሕዛ ተመፅ ከም ዝተርለኹም ኣደዋ ኣብዝና ምስ ቤተሰብ ትጋንያ ዳብ ሶሻል ሚድያ ሕዛ ትመፅና ሓገዝ ንሓግዞ ዝሓውና ብላ

ምሳ ምስ ኣኽካ ድኾነስ ንእሽተይ ገጹ ምልስውሉ ዝሰብ ክድሕን ግዲኡ ሰኣን ሰብ ግዲኡ ገለ ብማለት እስካብ ኣዲስ ኣበባ ሕዛቶ መጻ ገጹ ትመልሱ ሃምስተርለኹሞ ኣዲስ ኣበባ ብዙሕ ተሌቶን ትገብሩሉ ብዙሓት ከየንቲ መታወቂያ ሰርሖምሉ ድሓውነን ሓገዝቲ ውሃሉ ቃጸሮ ትገብሩ ኣብ ኣዲስ ኣበባ ኣብ ኣዳራሽ ብዙሕ ተሌቶን ትገብሩሉ እስካብ ቴሌቪዥን ማለት እስካብ ቴሌቪዥን ብ ብመልስም ብዝፋና ትግራይ እስካብ መን እዩ ስሙ ዜና ትመሓላለፍሉ ማለት እዩ ድሓውና ንሓግዝ ተባህሉ ደይሓገዘ የለዩ ብድሕሩ ሸገ ኮይኑ እቲ ሰብ ድባዕሉ ገፁ ሃምስ ትርለኹሞ ኣብዚ ትርለኹሞ ኣብዚ ቪድዮ ላደረፈሎም ማለት እዩ ኣሕዋትና ከይንቲ ኣሕዋትና ኣብዚ ነ ላደረፈሎም በቃ ተስፋ ገብርዋ እቲ ሰብ ድሕኑ ማርያምን ድሕኑ ላተባሃለ ማለት እዩ እና ልክ ሰኣን ሰብ እዩ ልክ ሰኣን ሞራን መሃብ እዩ ውሉ በቃ ድዛ ቆልዓ ብጣዕሚ ህዝብ መርቕዎ ብጣዕሚ ማለት እዩ ዲ ማሂ ሂዝው መርቕዋ ድሕሩ ብዙሕ ቅርሺ ይተዋፀ ብዙሕ ቅርሺ ማለት እዩ ማለት ኣነ እኳ ተለይ ረእኹ መቸም ብዙሕ እስካብ ተለብይን ትነግርልኻ ኣብቲ ሆቴል ሌሎ ብዙሕ ኣርቲስት ብዙሕ ከያኒ ይተኣከቡ ሃውካ የብለና ዳም ንዓቕምና ሓወይ ኣብ ኣዲስ ኣበባ ነብሮ ኣብቲ ኣዳራሽ ከድካ ትገነይ ኣብኡ ድፀበል ክኾነኒ ከድካ ረእዮ ይብል ኣነ ድባዕሉ ድሓወይ ልእኸዮ እንዲያውም ብላይ ላርአየና ነብሩ ማለት እዩና ብዙሕ ሰብ ኣብ ሸዓተ መዓልቲ ብዙሕ ሰብ እዩ ተሳትፉ ኣብ ኣዳራሽ እንግዲህ ብዙሕ ቅርሺ ተዋፅሉ እለ ተስፋ ይገብር ድሕርኡ ድሕር ዝትዋፅሉ ግን ያው ሃምዚ ፎተታት ርእና ዳኣሚ እንደ ቅርሺ እንደ ቅርሺ ተኣክብሉ ዳበይ ንውሰዶ ድዓው ይፀበሎ ድዓው ይሓክም ዶ ዝሰብ ሃምረኦናዮ ሞራኑ ዳሕና እዩና ሰኣን መድሓንት እዩ ገለ ብሎ ዳው ዓውዪ ሕክምና ወስዱ ኣለና እዩ ህንዲ ዝቕርሺ ተኣክብሉ እንሆ ድበሃል ወረ ግን ፅሑፍ ይኹን ምን ይኹን ኣይሰማዕኹ ሰማዕኹም ደንኹም ሳቶም ኣነ ኣይረእኹ ኢለ ኣይሰማዕኹም ኢለ ማሂለ ሕዛቶ ትሸራሸር ሃም ዝርእናዮ ፎቶ ብደንብ ትመልሱ እስካብ ድሕሪ ከይዳ ላረእየቶ ረእኹሞ ገፁ ትመልሱ በቃ ተመስገን ላበልና ብጣዕሚ ድሕኑ ረጉዱ ካብ ድነበሩ ትመልሱ ወይ ህንድዛ ጫጭት ድነበረ በቃ ብጣዕሚ ሸገ ኮይንዋ ግን ብዙሕ ቅርሺ ከም ትኣከበሉ እርግጠኛ እየ ግን እቲ ቅርሺ ሓክም ቤት ክወስድዎ ኣይረአናይ ሓክሞ ሞደ እንድዒ ብቻ ትመልሱ ነብሩ በቃ ኖርማል ኮይኑ ግጥሚ ኩላ ምፅሓፍ ጀምሩ ነብሩ ብሎ ማምስ ትርለኹ እሞ ነብሱ ረጉዱ ብጣዕሚ በቃ ሕጉስ እናዋ ትርለኹ እሞ በቃ ኣነ ኖርማል ድሕኑ ይብለ ማለት እዩ ድሕኑ ይብለ ተስፋ ገብረ ነብረ ድሕሩ ሰብላ ካደ ፎቶላት ለዓለ ምስኡ ገለታት በቃ ድሕኑ ይብልና ተሓጉስና ካብኡ

ትመልሱ ዳብዚ ሰንሰለት ወድቑ ማለት እዩ ድሕሪ ዝኩሉ ምስሊ ላረእኹሞ ድመፃኹም ዳብዚ ወድቑ ርኡናዮ ማለት እዩ ብጣዕሚ ደንግፅና ብጣዕሚ ሓዝና ዋ እዚ ሰብኣይ ዶሕ እንዳይ ነበረይ ታኾ እንዳ ዝትመልሱ ቅርሽሎ ብዙሕ ይትኣክሉ ኣብ ኣዲስ ኣበባ እስካብ ቴሌቶን ኣዳራሽ ትገበርሉ እስካብ ዓበይቲ ትካላት ምስ ውዕሎም በቃ ሃምዲ ድሕን ተስፋ ነውርና እንግዲህ ኣይድሓኒ ትመልሱ ዳ ዝገኡ መቸም በላይ ዘነበ በቃ ዳብ ኣስፋልቲ ገለ ይዘርኡ መሰለኒ ካብኡ ኣብ ድድኸዶ ላቋረፁ ሰባት እንትን ላገበርዎ በቃ ብሚድያ ሸር ይብልዎ ብዙሕ ሰብ ልቡ ይስበር ማለት እዩ ብዙሕ ሰብ ልቡ ይስበርና ሸር ብድወልዎ ቁፅሪ በቃ ካብኡ መዋጫ ይበሃል ድሕርዚ ብዛብዛኒ ክምስሊ ለለ ሓደ እንደገና ብመሰንጀር ጉሩብ ኣኩ ጉሩብ ሰባስቡ እዚ ሰብኣይ ከያኒ በላይ ዘነበ ሰኣን ምምድሓን ኢዳሚ ክድሕን ኖሩ ሰኣን ሰብ እዩ ብቀዳማይ ገጹ ትመልሱ ሸጊ ኮይኑ ዳሕና ድሕኑ ብልና ተሓጉስና ግን ትመልሱ ዳን ሰንሰለት ገቡ እና ሰኣን ትማድሓን እዩ ውሎም ጉሩብ ኣስሮም እንደገና ኣብቲ ጉሩብ ኣነ ኣብቲ ጉሩብቲ ኣይተሳተፎይ ግን ኣብኡ ገበ ነብረ ኣፍቲ ቃደማይ ጉሩብ ኣብዚ ናማህ ጉሩብ ስለ ትሳተፍ ከኣ ኣብ ዳሕራይ ኣይትሳተፍኹይ ኣፍቲ ጉሩብ ትጉግን ገብአ ነብረ ያው ቅርሺ ኣይትሳተፍኹይ ዋ ግን ድሳተፍ ሰብ ክስሕብ ኣይዞኹም ላወኹ እስካፍታ ጉሩብ ትዕጸይ ሰብ ላሰሓውኹ ልከርድ ላገበርኹ ላጸሓፍኹ እስካ መጨረሻም ሰዓቶም ጸንሐ ብዙሕ ሰብ ብዙሕ ሰብ ተሳትፉ ማለት እዩ ማርያምን በተለይ በቃ ደቂ ራያ ምኾና ኣላማጣ እዚኣቶም በተለይ ልክ ሰኣን ቅርሺ እዩ ኣብና መህኮ ሸጊ ኮይኑ ነሩ ድምንታይ ትመልሱ ዳብ ሰንሰለት ገኡ መህውፃቶ ትናይኮ ድሕኑ ይብልና በቃ እቲ ሰብሲ ደንጉፅዋ ምክንያቱ ድሕኑ ስለ ድነበረ ፍትቃድ ድማ ይፎቶ ረጉድ ስለ ድነበረ በቃ እቲ ሰብ ትዳናጉፁ ብዙሕ ቅርሺ እዩ ድወፀሉ ብዙሕ ቅርሺ ማለት እዩ ተለይ ተሰሓትኩ ልዕሊ ኣርባዕተ ሚእቲ ሽሕ ገለ ወፅ ነሩ ማለት እዩ

ማቸም ጉሩብ እስካብ ሓደ ወርሒ እስካብ ክልተ ወርሒ ዋላ ኣብቲ ጉሩብ ተፀንሐ ድሕርኡ ኮይዱ ወይ ፀበል ወስድለናዮ ወይ ሓኩም ወስድለናዮ ወይ ሌለ ምስ ቤተሰብ ይሄ ህንዲ ዝቅርሽ ይሁና እንህና ውሎም ቤተሰብ ካረኩ ኣይረአናይ ድሕር ዝናም ሄት ተኣሰሩ ጉሩብ ማለት እዩ ብታ ጉሩብ ጥራሕ ቅርሽ ትዋፃ ያድረና ዳ ድሕሩ እቲ ኣሳራ ኣካል ብፌስቡክ ላይ ለቀቀይ ኣብ ቤተሰብ ኮይዱ ለቪድዮ ይሰርሐይ መጀመርያ ድሓገ ዝብሉ ትወፅሎ ምስ ቤተሰብ ኣይትርኣየይ ልክዕ ከምታ ናማሂ ማለት እዩ ናማሂ ምስ ቤተሰብ ትርኣያ ምስ ኣደዋኣ ከይዳ ኣብ ዓዲ ከይዳ የቋርፃቶ ድሕሪ እለስ ካብ ኣዲስ ኣበባ ኣምፃ ዓዱ ለላ ትመላለሰት በዓል ግድኾነ ቁፅሩ ምስ ላኸደት ምስ ፋሚሊ ላትጋነየት እያ ፎቶ ላቋረፀት ማለት እዩ እዚ ዳሕራይ ጉሩብ ግን ኣብ ሻርዕ ኣብ ፅርጋ ማለት እዩ ኣብ ፅርጋ ሃምስትር ኣለኹም ኣብ ፅርጋ ኮለል ላበለስ ካብኡ ቋርፆም ማለት እዩ ብድቃረፅዎ ጉሩብ ኣስሮም ዓበይቲ ሰባት እዮም ግዲ ፍሉጣት እዮም ኣነ ስሙ ኣልዕለይ መጀመርያ ርግጠኛ ንኾን ይብለዩ ድሕርኡ ግን እቲ ቅርሺ ብትዋፀእ ግን ብድሕሩ ስለና በላይ ኣያልዐለልናይ እቲ ቅርሺ ዳዋፀ ኣካል ሰብ ማለት እዩ ሓክም ቤት ወስድና የድብለ ይርእናይ ኣብ ቤተሰብ ይህ ወንድ ዝቅርሺ ብጉሩብ ትዋፅሉ ትዋፅሉ ትዋህሉለ ክህብ ኣይርእናይ እዚ እንግዲህ ዓዲ ዓረብ ኣብ ስዑዲ ድንሆ ሰባት ጥራሕ እዮም ዝወፁ ኣብ ስዑዲ ድንሆ ሰባት ማለት እዩ እና ናዚ ሓውና ቅርሺ እዚ ሰብ ለለ ድወፅሎ

ጠይቕናዮ ነበርና ኣሹ እዚ ቲክቶክ ማለት እዩ ዱ ጥይቕሎናዮ በላይ ዝንብ ታኾኑ ጉሩብ ይዋፀሉ ነውሩ እና ትማ ድሕኑ ደ ገለገለ ኣጋጣሚ ኣብ ልዩ ገቢናስ ንኣቱ ሙዚቃ ካፍቶም ላጨፈሩ እና ብሬክስ ገለ ለነበሮም ቡእና ልዕሎ እናታይ ውሉ ኣሹ ኣይ ናይ ቤተሰብ ችግር እዩ ናይ ፋሚሊ ችግር እዩ ቤተሰብ ሲ ድዲ መፀላ ቃረፆላ ከደ ግን ክማ ድሕንዋ ይረአናይ ስለዚ ሕደጉ ኣይንደልዩብሎም ቤተሰብ ኻልክሎም ይመስለኒ እምበይ ድሕኑ ነውሩ ግጥሚ ደዋዕሉ ግጥሚ ምፅሓፍ ደዋዕሉ ጀምሮ ነውሩ ኣብ ኣዲስ ኣበባ ዳሃለየ ብጣዕሚ ኖርማል ርእሱ ሰርሑ ነውሩ ሰውነቱ ተመልሱ ነውሩ ድሕርኡ ግን ያው ዓዱ ብድኸደ ቤተሰብ ኻልክሎም ያው ናይ ቤተሰብ ችግር ገለ ይብል ማለት እዩ ኣሸናፊ ኣሹ ትክቶክ ማለት እዩ ድሕሩ ሕናለ ቤተሰብ ድኣ ትኽክሎም ድዲ ወፀ ቅርሺ እንድሕር መሸቀሊ ኮይኑ ቃሪ ድዲ ወፀ ቅርሺ እንድሕር ሓክም ደይኸደሉ እንድሕር ጸበል ደይኸደሉስ ትኽክሎም እዩ እቲ ላወፀ ድመፀ ቅርሺ ስላበይ ይኸዱ ኣሎ ሓክም ቤት ኣነ እንደ ሓክም ቤት ኣብዚ ብዙ ሓክም ኣጉእናዮ ክብሉ ኣይረአናይ ኣዲስ ኣበባ እንድኮ እንደ ሓክማት እንደ ድፍወስሉ ዓበይቲ ሓክም ክገብእስ ኣይረአናይ በቃ ኣብዚ ብዙ ሓክም ክኸዱ ኣሎ ቅርሺ ንእስና ወስኹ ኳዕሳ ኣይትብሃለይ

እዚ ሰብ ሓሙ ሕዚ ሕዚ ግን እቲ ህዝቢ ለስ በቃ ነቕሑ ናብ በላይ ዘንበ ገንዘብ ስላበዩ ድገብኡ ኣሎ መፈመሲ ኮይኑ መሸቀሊ ኮይኑ ፍለወር መእከቢ ኮይኑ በላይ ዘነበ ቅርሽና ላበይ ገበውለይ ማለት እዩ ብሐዚ ሰዓት ናብ ማን እዩ ንምንታይ ብስር ኣፍ ኣውፅኹም ዶ ትፅሕፉ ደቂ ወጀራት ኮረዐሎም ብቀደማይ ንምንታይ ሃም ደቂ ወጀራት ቅርሽና ላበይ ወዓለ ዶ ትብሉ ጥራሕ ማሃብ ኣይኮነይ ላዩ ወዓለውኹም ልሕተቱ ቅድሚ ሕዚ ደቂ ወጀራት ማለት እዩ ድህዝቦም ቕርሺ ኣክዎም ሰዶም ደይበፅሓ ቃሪ ግን እፍጥጥ ኣብሎም እዮም ሕዞሞ ኣብ ሚድያ እዮም ሰጥሖሞ ትፈልጡ እንድሕር ኮይንኹም ማለት ቅድም ብሉ ኣብ ሚድያ ሰጥሖሞን ግን ደይፎትዮ ወልድዋ ማለት እዩ ስለዚ ጥራሕ ምሃብ ደይኮነ ላበይ ወዓለ ገንዘብና ውኩም ለጠይቁ ወይለ ተውላኹሞ ገንዘብ ድህውለናዮ ገንዘብ እኮ ድቲ ድኻፍኦ ሰብ ድምድሓን ድቲ ድኻፍኦ ሰብ ካብ ችግር ድምፃ ዶ ይኾነ ስለዚ ዳብ ወዓለ ገንዘብ ናውኹም ምጥያቕ ልመዱ እሻ ይትበሉ ኣቱም ታዋፅ ኣለኹም ጉሩብ ለለ እንድሕር እንድሕር ንሓቂ ብጥዑይ መንገዲ ትሰርሑ ኮይንኹም ጥራሕ ጉሩብ ናዋፅውኹም ፎትኡ ምዝርጋሕ ሸር ግበሩ ኣዋፅ ተይኮነ እቲ ትዋፀ ቅርሺ ይኸው ኣብፅሕና ይኸው ገንዘብ ሓደራውኹም ኣረኩ ናይ ህዝብ ገንዘብ እኮ እዩ ግዴታ ናይ ህዝቢ ገንዘብ እኮ ኢህዋረት ክብለና ተዋህሉ እኮ ኢድካ እኔ ኣብ ማእኸል ትግራይ እኒሆ እንደ ቲክቶከራት እንደ ርኢ ኣለና ማለት እዩ ይኸው ንእኸለ ድወፀልኺ ገንዘብ ክዓዲ ስዑዲ ሰናይ ምግባር ትገበረልኺ ገንዘብ ላወሉ ዳዶ ድህንዲ ሽግርተኛታት ካረኩ ርኢ ኣለና ገንዘብ ኣብ ራያ ግን ሃም ታረኩ ኣይርእና ሻብ ሕዚ ኣነ ይረእኹ ዓይነይ በተለይ ብና በላይ ዘለወ ማለት እዩ ጥራሕ ብምድያ ትለቅዎ ኢና ንርኢ ቅርሺ ህንዲ ዝትዋፅልኻ ውኹም ድወላዲ ድዋዕሉ ወይ ኣብ ሓክም ቤት ታግብዎ ወይ ኣብ ፀበል ትወስድዎ ግን ኣይረእና ሻብ ሕዚ ስለዚ እዚ ና በላይ ዘነበ ትዋፀ ቅርሺ ላበይ ወዓለ

ሰኣን ሰብ እዩ ትኽክል። ምክንያቱ ኣብ ማሂ ርኢናዮ ኢና ማሂ ሕዛቶ ትወፅላ ኣብ መጀመርያ ኣብ መጨረሻ ርኢናዮ ኢና ለውጡ ሰኣን ሰብ እዩ ትኽክል ማለት እዩ ርእሱ እዩ ርእሱ እዩ ትበላሽን ነው ብጣዕሚ ጭንቐት እንሀቦ እምበይ ኣብ ጎድኑ ኮይኑ ዳተባብዖ ኣእምርኡ ዳሐድሶ ኩሉ ነገር ድገብረሉ ብዚ ትደራብ ለለ ሓክም ቤት ኣገልግሎት ፀበል ካብ ድወስድዎ ክድሕን እዩ ነብሩ ማለት እዩ ሕዚ ድማሂ እንዲያውም ብሸዓት ሰዓት ክብሪ ይግባእ ነብሩ ብሸዓተ ሰዓትስ በቃ ብዙሕ ልላ መረቃ ነውሩ ብዙሕ ለመፍመስ ገብሩ ክየ ገለ ላበላ ነውሩ ላ ታቆልዓ ጽቡቅ እያ ገብራ ግን ኣብ መጨረሻ ድሓፍትና ድንሓትታ ቅርሺ ትዋጽሉ ነውሩ ተሓክምዎ ዶ እዩ ተሓክሙ ዶ እዩ ድሓነ ቃርዩ ወይስ ቤተሰብ ኣረክብኩም ዶ እዩ ቤተሰብ በልዕዎ ዶ እዩ ወይስ እቲ ቅርሺ መን እዩ ሓላፍነት? ምክንያቱ ኣብ ኣዲስ ኣበባ ኣዳራሽ ትገብሩ ብዙሕ ሰብ ትዋፅሉ እቲ ቅርሺ ሃምቲ ታቆልዓ ሓላፍነት ገብራ ዳውፀቶ እቲ ቅርሺ ኣብ መን እዩ ዓርፉ ትማድሕንዎ ዶ እዩ እዚ ተመልሳትለይ ክጥይቃ እየ ነታ ሓፍተይ ኢለ ብኡ ጥራሕ ኢላ እታ ቆልዓ ክብሪ እዩ ድግብኣ ነውሩ መፈመሲ ገብርኩ እየ ገለ ገለ ትበሃል ኣይነበረቲ ምክንያቱ ለውጡ ርእናዮ ነብርና ኣፍታ ቆልዓ ሕቶ ድንሓትት ግን ድትዋጸሉ ገንዘብ ላበይ ከደ ናይቲ ገንዘብ ሓላፍነት ሞን እዩ ኣብ መን ዓርፉ ንጥይቃ የና ማለት እዩ ዋላ ድኩሎም

ኣብቲ ኮሜንታት ላ ሃምዚ ላረእናዮ እዩ ላበይ ገብአ ላበይ ገብአ ቅርሺ ላበሉ በላይ ዘነዮ ብድወፀሉ ቁፅሪ ኣብ ኮሜንትታት ዝፅሓፍ ፅሑፍ ረእያቶ እዩ ቅርሺ ተዋፅ ነብሩ ግን ላበይ ከደ እዩ ዝብል በቃ ካብ ባዕለይ ጀምሮ ማለት እዩ ስለዚ እታ ዳሕረይታ ጉሩብ ላበይ ገኡ ቤተሰብ ኣብ ቤተሰብ እንድሕር ኣውፅሖሞ ኮይኑ ናብ ቤተሰብ ችግር ተኮይኑለ እነኻ ተባሃልኻ ምሁር ጋዜጠኛ ኮድኹም ጠይቕዎም ቶም ቤተሰብ ንምንታይ ቅርሺ ድዋፅ ኣሎ ክመድሐ እንደ ይኾነይ

ውኹም ጠይቕዎም ናይ ቤተሰብ ችግር ከይኾን ማለት እዩ በፅሕና እንሆ ተወል ንኣታቶም ችግር እዩ ኣይበፅሐና የተውልሉ ድቶም ጉርብ ድተዋፅሑና ንሕዞም የና ስለዚ ንዝሓውና ከድኹም ጠይቕዎ ሰኣን ሰብ ኢዳ ርእና እየነበርና ሰኣን ሞራን መሃብ እዩ ኣእምሮ እዩ ትረብሽ እና ኣእምሮ እዩ ትጨናንቁን ነው እና በይዛኹም በይዛኹም መውዓል ጉሓት ይውዓል ዝሓውና ንርድኦ መውዓል ጉሓት ይውዓል ዝሓውና ኣይዘኻ ንወላ ኣብ ጎድኑ ንኾን ትዋፀሉ ገንዘብ ስነ ስርዓት ይተሓከሙ ፀበል ተኾነ ዳዳ ሌለ ሓይሊ ፀበል ምህት ተባሃለ ጥዑይ ፀበል ይውሰድዎ እዚ ሓውና ና ህዝቢ እዩ ወዲ ህዝቢ እዩ ና ቤተሰቡ ጥራሕ ኣይኾነን ስለዚ ካብ ቤተሰብ ችግር ተኾነለ ቤተሰብ ኮድኩም ሕተትዎም ብነጋይ ነጋይ ነጋይ ነጋይ ንሓፍት ኣካውንት ላተባሃለ እንድሕር ደኣ መሽሎም ድባዕላቶም ክወልዕዎ ተኾይኖም እቲ ህዝቢ ከታ ገበረ ንምምድሓን ይድልኡ ኣለዎ ስለዚ ትጥይቕዎ ተስፋ ንገብር